ሰላም ክቡራት ተኸታተልቲ ኖህ ሾው፣ ሎሚ ኣብ ህይወትና ሓሙሽተ ነገራት ንኸይንዕወት ዝገብሩና ሒዝናልኩም መፂና ኣለና። ዓወት ንኽንረክብ እንተደሊና እንታይ ክንሰርሕ ከም ዘለና ከም እንፈልጥ ከምኡ እውን ካብ ምንታይ ክንርሕቅ ከም ዘለና ክንፈልጥ ይግባእ። ኣብዚ ቪድዮ ብዛዕባ እዞም ሓሙሽተ ነገራት ብዝርዝር ክንዛረቦም ኢና። ክሳብ መጨረሻ ሓቢርና ንከታተል። ቀዳማይ ኣልታዊ ኣተሓሳስባ፣ ኣልታዊ ኣተሓሳስባ ማለት ሓደ ሰብ ብዛዕባ ባዕሉ፣ ብዛዕባ ህይወቱ ወይ ብዛዕባ መጻኢኡ ዘለዎ ሓሳባት ኩሉ ግዜ ኣሉታዊ ወይ ሕማቕ ምዃኑ እዩ። ልክዕ ከም ጸላም መነጽር ዝገበርካ ይመስል፣ ንነገራት በቲ ጽቡቕ መልክዑ ዘይኮነስ በቲ ሕማቕ መልክዑ ጥራይ ኢኻ ትርእዮም። ንኣብነት ሓደ ነገር ንምፍጻም ክትፈርሕ ከለኻ ኣይ ክሰርሕን እየ ወይ ኣይ ክኽእሉን እየ ትብል ወይ ድማ ኣነ ዝበቅዕ ሰብ ኣይኮንኩን ትብል ትኸውን። እዚ ከምዚ ዝኣመሰለ ሓሳባት ኩሉ ግዜ ኣብ ኣእምሮኻ ምዝውታር ማለት እዩ ኣልታዊ ኣተሓሳስባ። ስለምንታይ ከ ሕማቕ ኮይኑ? ኣልታዊ ኣተሓሳስባ ብዙሕ ጉድኣት ኣለዎ። ንርእስኻ ከም ዘይትኣምን ስለ ዝገብር፣ ንኽትቕጽል ዘለካ ኮንፊደንስ የጥፍኣልካ፣ ተስፋ ክትቖርጽን ክትሓዝንን ከምዚ ዝኣመሰለ ሓሳባት ኣብ ኣእምሮኻ እናተመላለሱ እንተደኣ ቀጺሎም ንስምዒትካ፣ ኣካላዊ ጥዕናኻ ከምኡ'ውን ንዝምድናኻ ክጎድኡ ይኽእሉ። መወዳእትኡ ክትዕወት ዘሎካ ዕድል ይንኪ። እንታይ ከተገብርና ይሓይሽ? እቲ መፍትሒ ነቲ ኣልታዊ ኣተሓሳስባ ብኣወንታዊ ወይ ጽቡቕ ኣተሓሳስባ ክትካእ እዩ። እዚ ማለት ነቲ ሕማቕ ሓሳብ ፈሊኻ ኣለኻ ብሓደ ጽቡቕ ሓሳብ ክትተክኦ ፈትን። ንኣብነት ኣይክሰርሕን እየ ኣብ ክንዲ ምባል ወይ ከኣ ኣነ ዝበቅዕ ሰብ ኣይኮንኩን እየ ኣብ ክንዲ ምባል ኣብቲ ዝሓሸ ነገራት ከድህብ እየ በል። ንርእስኻ ክትገብሮ ትኽእል ኢኻ በሎ። ነዚ ንምግባር ግዜን ጻዕርን ይወስድ እዩ፣ ግን ከኣ ኣዝዩ ኣገዳሲ ስጉምቲ እዩ። ንስኻ ሓሳብ ከምዚ ክትገብር ትኽእል ኢኻ። ንኣሉታዊ ሓሳባትካ ፍለጦም። እቶም ኣሉታዊ ሓሳባት መዓስን ኣብ ምንታይን ኩነታት ከም ዝመጹ ፍለጥ። ኣውንታዊ ሰባት ምቕራብ። ኣብ ዙርያኻ ዘለዉ ሰባት ኣውንታዊ ኣተሓሳስባ ዘለዎም ምዃኖም ኣረጋግጽ። ኣስተንትኖ ወይ መንፈሳዊ ንጥፈታት ኣእምሮኻ ንምምዕራግን ንምጽራይን ይሕግዙ። ስፖርት ምስራሕ ወይ ካልእ ዓይነት ኣካላዊ ምንቅስቓስ ምግባር ንኣእምሮኻ የሐድሶ። ዜድ ናብ ካልኣይ ትሕዝቶና። ካልኣይ ንኸይትወድቕ ምፍራሕ ከም እትዕወት ምስጋእ ዝመጽእ ስምዒት እዩ። ሰባት ሓደ ነገር ንምፍጻም ቅድሚ ምፍታኖም እንተተሳዒረ'ኸ ኢሎም ይፈርሑ። ኣብ ቤት ትምህርቲ፣ ኣብ ስራሕ፣ ኣብ ርክብ ወይ ኣብ ዝኾነ ይኹን ንጥፈታት ክመጽእ ይኽእል። እዚ ፍርሓት እዚ ሓደ ነገር ንምፍጻም ከይትፍትን ወይ ድማ ዘለካ ዓቕሚ ንኸይትጥቀም ይዓግተካ። ስለምንታይከ ሕማቕ ኮይኑ? ንኸይትወድቕ ምፍራሕ ብዙሕ ጉድኣት ኣለዎ። ንሓድሽ ነገራት ንኸይትፍትን ይዓግተካ። ምኽንያቱ እንተተሳዒርካ እንታይ ከም ዝፍጠር ምስጋእ ሓድሽ ነገር ካብ ምጅማር ትርሕቕ። ከምኡ'ውን ንርእስኻ ከም ዘይትኽእልን ተስፋ ከም እትቖርጽን ይገብር። ምኽንያቱ ሓደ ነገር ከይፈተንካዮ'ውን እንተተሳዒርካ እንታይ ከም ዝፍጠር እናሓሰብካ ስለ እትፈርሕ። ከምዚ ምስ ዝኸውን ዕድላትካ ሓጹን ናብ ዝዓበየ ስዕረት ተምርሕን እንታይ ክትገብር ኣለካ ነቲ መፍሒን ጌጋታትካ ከም መምሃሪ ጌርካ ውሰዶም ጌጋ ማለት መወዳእታ ዘይኮነስ መጀመርታ ምዃኑ ክትግንዘብ ኣለካ እንተ ተሳዒርካ ካብኡ እንታይ ከም እትምሃር ሰብ ጌጋኻ ኣስተውዕል ካብኡ ተምሃር ከምኡ ውን ንዝመጽእ ግዜ ከመይ ጌርካ ከም እተመሓይሾ ሕሰብ ከምኡ ውን ፍጹምነት ከም ዘይብሉ ተረዳእ ኩሉ ሰብ ይጋገ እዩ ስለዚ ንርእስኻ ምሕረት ግበረሉ ከም መምሃሪ ተጠቀመሉ። ንቕድሚት ድማ ገስግስ። ተወሰኽቲ ሓሳባት፣ እቲ ዘፍርሓካ ነገር እንታይ ምዃኑ ፍለጥ። ድፍረት ይሃልኻ። ንእሽቶ ስጉምትታት ውሰድ። ዓብዪ ነገር ንምጅማር እንተ ፈራሕኻ፣ ንእሽቶ ስጉምትታት ውሰድ። ካብ ካልእ ሓገዝ ሕተት። እንተ ተሳዒርካ እውን ንገዛእ ርእስኻ ኣበረታትዕ። ሳልሳይ፣ ፍጹምነት። ፍጹምነት ማለት ኩሉ ነገር ፍጹም ክኸውን ምድላው ወይ ምጽዓር ማለት እዩ። ሓደ ሰብ ነቲ ዝገብሮ ስራሕ፣ ነቲ ዘቕርቦ ጸብጻብ፣ ነቲ ዝስእሎ ስእሊ ወይ ነቲ ዝሃንጾ ህንጻ ፍጹም ክኸውን እንተ ደልዩ ፍጹምነት ኣለዎ ማለት እዩ። ፍጹምነት ዘለዎ ሰብ ስራሕ ጌጋ ከይረኣ፣ ነቐፌታ ከይሰምዕ ይፈርሕ። ስለዚ ነቲ ስራሕ ንምውዳእ ብዙሕ ግዜ የሕልፍ። ወይ ድማ ነቲ ስራሕ ከይጀመረ ይገድፎ። ስለምንታይ ሕማቕ እዩ? ፍጹምነት ብዙሕ ጉዳት፣ ሓደ ነገር ንምውዳእ ብዙሕ ግዜ ስለ ዝወስድ ነቲ ሰብ የሰልችዎ፣ ኩሉ ግዜ ሕጉስ ንኸይከውን ይገብሮ፣ ገለ ጌጋታት ስለ ዝህሉ ነቲ ሰብ ኣይዕግቦን እዩ። ከምኡውን ፍጹምነት ዘለዎ ሰብ ንርእሱ ይነቅፍ፣ ንኻልኦት ድማ ይነቅፍ፣ እዚ ድማ ንዝምድንኡ ይጎድኦ። እንታይ ክትገብር ከለካ? ዝበለጸ ንምግባር ጽዓር፣ ግናኸ ፍጹም ንምዃን ኣይትድለ። እዚ ማለት ሓደ ነገር ክትገብር ከለኻ ብዝበለጸ ክትገብሮ ጽዓር፣ ግና ፍጹም ክትኸውን ኣይትጸባበቕ። ጌጋታት ክትፍጽም ከም እትኽእል ተረዳእ። እቲ ቀንዲ ነገር ካብ ጌጋታት ካብ ጌጋታትካ ተማሂርካ ንቕድሚት ምኻድ እዩ። ከምኡውን ንርእስኻ ምሕረት ግበረሉ። ሰኽቲ ሓሳባት። ዕላማኻ ኣስተኻኽል። ሸቶኻ ተዓዋቲ ወይ ውጽኢታዊ ንምዃን ግበሮ። ግዜኻ ኣመሓድር። ንሓደ ስራሕ። ዝወስደልካ ዝያህደረት ግበረሉ። ውጽኢትካ ኣኽብር። ጌጋታት እኳ እንተ ገበርካ ንውጽኢትካ ኣኽብሮ። ሓገዝ ሕተት። ምስ እትኣምኖም ሰባት ተማኸር። ራብዓይ፣ ስንፍነት ስንፍነት ማለት ሓደ ስራሕ ወይ ሓላፍነት ክትዓዮ እንከለኻ ነቲ ስራሕ ኣብ ግዜኡ ከይሰራሕካዮ ወይ ከይወዳእካዮ ካብ ንኣብነት ፈተና እንተ ሃልዩካ ኣብቲ ፈተና ኣብ ግዜኡ ኣብ ክንዲ ምጽናዕ ጸኒሐ ክመሃር እየ ትብል ወይ ጸኒሐ ከጽንዐ ትብል ወይ ክፍሊ እንጽረ እንተሃልዩካ ጸኒሐ ከጽርዮ እየ ትብል ስንፍነት ዘለዎ ሰብ እቲ ስራሕ ካብ ምስርሑ ንላዕሊ ካልእ ነገራት ክገብር ይመርጽ። ስለምንታይ ሕማቕ እዩ? ስንፍትነት ብዙሕ ጉድኣት ኣለዎ። ንሓደ ሰብ ንሓደ ስራሕ ኣብ ግዜኡ ንኸይትውድኦ ዝገብር ኣብ ልዕሌኻ ጸቕጢ ይፈጥር። እቲ ግዜ እናሓለፈ ምስ ከደ ነቲ ስራሕ ንምውዳእ ግዜ ስለ ዘይብልካ። ትጭነቕ። እቲ ስራሕ ኣብ ግዚኡ ስለ ዘይተወደኣ ውጽኢቱ እውን ጽቡቕ ኣይክኸውንን እዩ። ስንፍነት ንርእስኻ ከም ዘይትኣምንን ሓላፍነት ከም ዘይስምዓካን ይገብር። እወ እንታይ ደኣ ክትገብር ኣለካ? እቲ መፍትሒ ሎሚ ስራሕ ምጅማር እዩ። ጽባሕ ክገብሮ እየ ኣይትበል። ሓደ ስራሕ ክትዓዮ እንከለኻ ነቲ ስራሕ ንንኣሽቱ ክፍልታት ቅሰሞ። ነፍሲ ወከፍ ክፍሊ ድማ ሎሚ ክትውድኦ ጽዓር። እዚ ከኣ ነቲ ስራሕ ቀሊልን ተፈጻምን ጌርካ ስለ ዝስምዓካ ንኽትጅምሮ ይሕግዘካ። ነቲ ስራሕ ምስ ወዳእካዮ ድማ ንርእስኻ ኣተባብዓዮ። እዚ ኸኣ ኣብቲ ስራሕ ንኽትቕጽል ይሕግዘካ። ተወሰኽቲ ሓሳባት፣ ዕላማኻ ንጹር ግበሮ። እቲ ክዓዮ እትደሊ ስራሕን እቲ ክትበጽሖ እትደሊ ሸቶን ንጹር ግበሮ። ኣብ ኣቃልቦኻ ዘርሕቑ ነገራት ኣወግድ። ኣብ ስራሕካ ከተድህብ ዘይክእሉ ነገራት ከም። ሞባይልን ኢንተርነትን ኣዋግድ። ሓገዝ ሕተት። ምስ እትኣምኖም ሰባት ተማኸር። ሓምሻይ ትዕቢት። ትዕቢት ማለት ሓደ ሰብ ኣብ ልዕሌኻ ጌጋ ምስ ዝፍጽም ነቲ ጌጋ ኣብ ልብኻ ንነዊሕ ግዜ ይቕረ ከይበልካ ምጽናሕ ማለት እዩ። ከምዚ ዓይነት ሰብ ነቲ ዝገበርካዮ ጌጋ ኩሉ ግዜ ይዝክሮ፣ ይነድድን ይሓርቕን ድማ። እቲ ዝተጋገየ ሰብ ድማ ይንዕቖን ይሕርቖን። ስለምንታይ ሕማቕ ኮይኑ? ትዕቢት ብዙሕ ጉድኣት ኣለዎ። ልብኻ የኽብድ። ሰላምካ የጥፍእ ኣብ መንጎኻን ኣብ መንጎ እቲ ሰብ ዝሰሓተ ሰብን ጽልኢ ስለ ዝፈጥር ንዝምድናኻ የባላሽዎ ሓደ ነገር ይቕረ ምስ ዘይትብል ኩሉ ግዜ ብዛዕብኡ እናሓሰብካ ትሓርቕ ትዝክሮ እዚ ኸኣ ንኣእምሮኻ የጨንቕ ከምኡ ውን ትዕቢት ንኣካላዊ ጥዕናኻ ይጎድኦ ጸቕጢ ደም ይውስኽን ድቃስ የጥፍእን እሞ እንታይ ደኣ ክትገብርከ ኣለካ ይቕረ በል ይቕረ ምባል ንዓኻ እዩ ዝጠቅም ይቕረ ምባል ማለት ዝተገበረልካ ጌጋ ምዝንጋዕ ማለት እዩ ወይ ምርሳዕ። ይቕረ ምባል ማለት ንዝሓለፈ ጌጋ ብምዝካር ነብስኻ ካብ ምጉዳእ ምቁጣብ ማለት እዩ። ይቕረ ምባል ማለት ምሕረት ምግባር ማለት እዩ። ይቕረ ምባል ንልብኻ የሐድስን ሰላም ይህበካን። ተወሰኽቲ ሓሳባት፣ ዝተጋገየ ሰብ ተረዳዳእዮ፣ እቲ ሰብ ስለምንታይ ከም ዝተጋገየ ክትርድኦ ጽዓር። ምስቲ ዝተጋገየ ሰብ ተዛረብ። ብዛዕባ ስምዒታትካን ብዛዕባ እቲ ዘጋጠመ ጌጋን ንገሮ። ንቕድሚት ገስግስ፣ ነቲ ዝሓለፈ ጌጋ ረስዓዮ፣ ንህይወትካ ቀጽል። እዞም ሓሙሽተ ነገራት ንዓወትና መሰናኽል እዮም፣ ካብኣቶም ክትርሕቕ ፈትን። ኣየናይ እዩ ንዓኻ ከቢድካ ዘሎ? ቦታ ኮመንት ጽሓፈለይ። ላይክ ሸር ኮመንት ኣይትረስዑ። ስለ ምክትታል የቐንየለይ።